መቸም ኣታዊ ክዓቢ ዘይደሊ ሰብ የለን እንተኾነ እቲ ሕቶ ዝኸውን ዘሎ ግን ብኸመይ እዩ ሎማዓንቲ ብዛ ቪድዮ እዚኣ ኣርባዕተ ኣታዊና ንምዕባይ ዝሕግዛና ኣዝዮም ወሰንቲ ነገራት ክንርኢና እዘን ኣርባዕተ ዘን ነገራት እዚኤን ንዓይ ፐርሰናል ዝሓገዛን እየን ብዙሓት ሰባት እውን ዝጥቀሙለን እየን ስለዚ ሓደ ብሓደ ሎማዓንቲ ክንርኢና ቅድሚ ምጅማርና ግን ሳብስክራይብ የገበርኩ ሳብስክራይብ ምግባርኩም ኣይትርስዑ ሳብስክራይብ ክትገብሩ ከለኹም ከዓ እታ ናይ ደወል ምልክት ፅቐጥዋ ምእንቲ ሓደሽቲ ቪድዮታት ከነውርድ ከለና ኖቲፊኬሽን ክመፀኩም እዚ ቪዲዮታት ከዓ ትፈትዎ እንድሕር ኣለኹም ላይክ ምግባር ንካልኦት ሰባት ከዓ ምእንቲ ክበፅሕ ሼር ምግባር ኣይትረስዑ ሶ ናብታ ቪዲዮና ንኸይድ ኦኬ እምበኣር ከምዚ ኣቐድም ኣቢለ ዝነገርኩም ሎማዓንቲ ኣርባዕተ ኣዝዮም ወሰንቲ ዝኾና ስቴፕ ባይ ስቴፕ ክንክተለን ንኽእል ኣታዊና ንምዕባይ ዝሕግዛና ነገራት ክንርኢና ማለት እዩ ስለዚ ዘን ነገራት እዚአን ስቴፕ ባይ ስቴፕ እንድሕር ጌርኩመን እሞ ከዓ እንድሕር ዲስፕሊንድ ኮንኩም ንንውሕ ዝበለ ግዜ እንድሕር ጌርኩመን ርኡይ ዝኾነ ውፅኢት ኣብ ሂወትኩም ክትርኢ ኢኹም እዘን ነገራት እዚአን ኣነ ተኸቲለ ኣብ ሂወተይ ኣፕላይ ጌረ ውፅኢት ዝረኣኹሉ ነገር ስለ ዝኾነ ንዓኹም እውን ክሕግዛኹም ይኽእል ኢለ ስለ ዝሓሰብኩ ሼር ክገብረኩም እዩ ሶ በታ ቀዳመይቲ ንጀምር እታ ቀዳመይቲ መጀመርያ መጀመርያ እንታይ ከም ንፈቱ እንታይ ክንሰርሕ ከም ንደሊ ምፍላጥ እዩ ፓሽን ዝበሃል እንታይ ፓሽንኩም ፓሽንኩም ፎሎው ግበሩ እቲ ፓሽንኩም ብኡ ክሰርሑ ፈትሉ ዝበሃል ብዝተፈላለየ ግዜ ሰሚዕኹም ክትኮኑ ትኽእሉ ኢኹም። ኦኬ መጀመርያ ክፈሉ እሞ እስኹም ክሰርሕዎ እትደልዩ እንታይ እዩ? እቲ ንዓኹም ዝተዋህበኩም ነገር ንኻልኦት ስራሕ ዝኾኖም ንዓኹም ግን ብቐሊል ነገራት ክትገብርዎ ትኽእሉ ዘሐጉሰኩም ነገር ንዕድሜኹም ምሉእ ክሰርሕዎ ትደልዩ እንታይ እዩ መጀመርያ መጀመርያ እዚ ክንውስድ ኣለና እዚ ከይወሰና ናብ ካልእ ነገራት ክንከይድ ኣይንኽእል ኢና ኣይኖ ሕጂ ዝተፈላለዩ ስራሓት ትሰርሑ ክትህልው ትኽእሉ ኢኹም እንተኾነ ግን ትሰርሖ ዘለኹም ንግዜያዊ እዩ ወይ ከዓ ንህይወትኩም እዩ ንናብራኹም ብጎኒ ግን ደይጀመርኩምዎ ግን ከዓ ክትሓስብዎ ከለኹም ኣብ ልብኹም ገለ ፅቡቕ ስምዒት ዝፈጥረልኩም ነገር ኣሎ እሱ እንታይ እዩ ኮፍ ኢልኩም መጀመርያ እሱ ክትውስኑ ኣለኩም ብዙሓት ሰባት እዚ ነገር እዚ ደፊኖም ኣብቲ ዘይደልይዎ ስራሓት እዮም ተዋፊሮም ዘለዉ እንተኾነ ግን ኣብዚ ምድሪ ክንፍጠር ከልና ገለ ክንሰርሖ ዘለና ገለ ክንዓዮ ዘለና ነገር ተዋሂብና ኢና መፂና ስለዚ መጀመርያ እሱ ክንረኽቦ ኣለና እሱ ክፈልጦ ኣለና ግዜ ወሲድኩም ምስ ነብስኹም ኮፍ ኢልኩም እንታይ እዩ ትፓሽን ናትኩም ኣብዚ ምድሪ እዚ ከተበርክትዎ እትደልዩ እንታይ እዩ? ንምንታይ ኢኹም ተፈጢርኩም? እተውሃበኩም ፓሽን ከ እንታይ? መጀመርያ እዚ ክትፈልጥዎ ኣለኩም። መጀመርያ እዚ ምስ ፈለጥኩም እቲ ናትኩም ፓሽን መካኒክ ክትኮኑ ትኽእሉ፣ ሓኪም ክትኮኑ ትኽእሉ፣ ዋትኤቨር ናይ ቢዝነስ ሰብ፣ ሴልስ ፐርሰን፣ ኮሜድያን፣ ኣርቲስት ብዙሕ ነገራት ማለት እዩ። እዚ ወሲንኩም ምስ ብርግፀኛታት ምስ ኮንኩም ብድሕሪ እዚኡ ካልእ ናብታ ካልኣይቲ ስቴፕ ንኸድ እታ ካልኣይቲ ስቴፕ እቲ ንስኹም ክትኮንዎ ትደልዩ እቲ ንስኹም ክትበፅሕዎ ትደልዩ ስቴፕ ባይ ስቴፕ ባዕሎም ፊገር ኣውት ክገብርዎ ኣይትፈትኑ ነዚ ንስኹም ዝኾንኩሞ ኣቐዲሞም ዝበፅሕዎ ብዙሓት ሰባት ኣለዉ እታ ካልኣይቲ ትኸውን ሜንተር ምርካብ እዩ ብዝተፈላለየ ግዜ ብዙሕ ብዛዕባ ሜንተር ሰሚዖም ክትኮኑ ትኽእሉ እዮም ሜንተር ማለት ብሕፅር ዝበለ እንታይ ማለት መሲልኩም እቲ ንስኹም ክትኮንዎ ትደልዩ እቲ ንስኹም ክትበፅሕዎ ትደልዩ ዝበፅሖ ሰብ ንዓኹም ክምህረኩም ከሎ ማለት እዩ ብኸመይ መገዲ ከይዱ እንታይ ኣጋጢምዎ ከመይ ገይሩ ኣብኡ በፂሑ ብቐሊሉ ካብኡ ክትምሃሩ ትኽእሉ ኢኹም ምክንያቱ እዚ ሰብ እዚ ነዊሕ ዓመታት ወሲድሉ እዩ ናብቲ ቦታ ክበፅሕ እዚ ነዊሕ ዓመታት ዝወሰደሉ ጉዕዞ ከዓ ንዓኹም ብሓፂር ግዜ ክበኩም ይኽእል እዩ ምናልባት ንዓሰርተ ዓመት ንዑ ዝወሰደሉ ብዓመት ብክልተ ዓመት ንስኹም ንክትበፅሑ ክሕግዘኩም ይኽእል እዩ ስለዚ ንስኹም ክትኮንዎ እትደልዩ እቲ ንስኹም ክትበጽሕዎ እትደልዩ ዝበጽሕዎ ሰባት ድለዩ ሓደ ወይ ክልተ ሰባት ድለዩ ሽዑ ነዞም ሰባት እዚኦም ብሶሻል ሚድያ ፎሎ ግበርዎም ድሕሪኡ እንድሕር ነዞም ሰባት እዚኦም መጽሓፍ ኣለዎም ኮይኑ መጽሓፎም ኣንብቡ ዝጸሓፍዎ ብምሉእ መጽሓፍቲ ኣንብቡ ኣብ ዩቲብ ኣብ ሶሻል ሚድያ ቪድዮታት እንድሕር ኣለዎም ኮይኑ እቲ ዝሰርሕዎ ቪድዮታት ብምሉኡ ረኣይዎ ብድሕሪኡ ቀጺልኩም እንድሕር ኮርሳት ኣለዎም ድሕር ስልጠናታት ኣለዎም ኮይኑ ነቲ ናቶም ስልጠናታት ውሰዱ ምናልባት ብኣካል ክትረኽብዎም ትኽእልሉ ዕድል ተተፈጢሩ እንድሕር ነቲ ናቶም ሜንተርሽፕ ዋን ቱ ዋን ሜንተርሽፕ ኣፎርድ ክትገብሮ ትኽእሉ ኮንኩም ከዓ ጎሄድ ነቲ ናቱ ውሰዱ ምናልባት ንኣብነት ኣነ ብከምዚ ነገር እዚ ክሕግዘኒ ዝኽእል ብዙሕ ዓይነት ኮርሳት ወሲደ ነረ ንኣብነት ሓንቲ ካብኡ ክነግረኩም ምዚ ናተይ ሞያ ዝኸይድ ፓብሊክ ስፒኪንግ መሜርካ ስፒክ ክትገብር ከም ሃው ቱ ቴል ስቶሪ ከምዚ ዓይነት ነገራት ማለት እዩ ቅድሚ 34 ዓመት ኣቢሉ ይኸውን ብሉፅ ዝኾነ ሰብ ኢለ ዝሓስቦ ለስ ብራውን እዩ ኣብቲ እዋንቲ ናይ ለስፕራው ሜንተርሽፕ ንሓደ ዓመት ወርሓዊ እንዳኸፈልኩ ናቱ ሜንተርሽፕ ወሲደ ነይረ ማለት እዩ ውሑዳት ሰባት ኢና ብዙም እንዳገበረ እንዳረኣናዮ እንዳሓተትናዮ ስልጠና ወሲድና ንሓደ ዓመት ማለት እዩ እዚ ነገር እዚ ኦረዲ ኣነ ይደልዮ ስለ ዝነበርኩ እንታይ ክኸውን ወሲነ እፈልጥ ስለ ዝነበርኩ ነቲ ክኾኖ ዝደሊ ዝሕግዘኒ ነገራት ከዓ ስልጠናታት ወሲደ ማለት እዩ ልክዕ ከምዚ ማለት እዩ ቅድሚ ናብ ስልጠና ምኻድኩም ግን ምናልባት ንስኹም ክትገብርዎ ትኽእሉ ነገር ዓቕሚ እንድሕር ደይብልኩም ነቲ ስልጠና ክትወስድዎ ገንዘብ ድሕር ክቡር ኮይኑ መጀመርያ ናቶም እዞም ሰባት እዚኦም ሶሻል ሜድያ ድሕር ኣለዎም ድሕር ዩቲብ ቪድዮታት ኣለዎም ኮይኑ ናቶም ቪድዮታት ፍሪ ዝኾኑ ቪድዮታት እሱ ተኸታተሉ ብድሕሪኡ ንድሕር መፅሓፍቲ ፅሒፎም ኮይኖም መፅሓፍቲ ብሕሱር ዋጋ ገዚእኹም ነቲ ናቶ መፅሓፍቲ ኣንብቡ ብድሕሪ እዚ ከዓ እቲ ናቶም ኮርሳት እንዳወሰድኩም እቲ ዓሰርተ ዓመት ክወስደልኩም ዝግባእ ወይ ከዓ ዝኽእል ጉዕዞ ብሓፂር ግዜ ክትከድዎ ትኽእሉ ምክንያቱ ኦል ኦቨር ትራይ ኤንድ ኤረር እንዳገበርኩም ሓደ ትፍትኑ ሓደ ትገድፉ ሓደ ትፍትኑ እንዳገበርኩም ካብ ትኸዱ ከምኡ እንድሕር ኮይኑ ከዓ ነዊሕ ግዜ ዕድሜኹም ክውዳኣልኩም ስለ ዝኾነ ብቐሊሉ ክትገብሮ ትኽእሉ ነቲ ስኹም ክትበፅሕዎ ትደልዩ ዝበፅሕዎ ሰባት ደሊኹም ካብኦም ምምሃር ቨሪ ሲምፕል እዚኣታ ካልኣይቲ እያ እታ ሳሰይቲ ኣዝያ ወሳኒት ነገር እያ ምናልባት ዝተፈላለየ ግዜ ሓላፍነት ምውሳድ ናይ ገዛ ርእስና ሓላፍነት ክንወስድ ኣለና ክበሃል ሰሚዕኩም ክትኮኑ ትኽእሉ ኢኹም። ግን ብትኽክል ብዙሓት ሰባት እዚ ነገር እዚ ኣይርድእዎን እዮም፣ ብብዝሒ ስለ ዝተባህለ ማለት እዩ። ሪስፖንሲቢሊቲ ሓላፍነት ክንወስድ ኣለና ናይ ህይወትና ክንብል ከለና እንታይ ማለትና ኢና? ኣብ ህይወትካ ንዘጋጥም ነገራት ጽቡቕ ይኹን ሕማቕ ኣብ ህይወትካ ጽቡቕ ነገራት እንድሕር ኣጋጢምካ ንስኻ ኢኻ ትሕጎስ፣ እቲ ጽቡቕ ነገር ከዓ ንዓኻ እዩ። ኣብ ህይወትካ ሕማቕ ነገር እንድሕር ኣጋጢምካ ከዓ እቲ ስቓይን መከራን ትረኽቦ ንስኻ ኢኻ። ምናልባት ካልኦት ሰባት ኣብቲ ነገር እቲ ሓሳባቶም ክህቡኻ ይኽእሉ፣ ገለገለ ነገራት ሼር ክገብሩኻ ይኽእሉ። መጨረሻ ትውስኖ ግን ንስኻ ኢኻ ሰባት ከምዚ ክትገብር ኣለካ ከምዚ ግበር ኢሎም ገለ ነገራት ኣማኺሮምኻ እሞ ከድካ እንድሕር ጌርካዮ ፅቡቕ ነገር ድሕር ኣጋጢምካ ትሽለሞ ንስኻ ኢኻ ሕማቕ ነገር ድሕር ኣጋጢምካ ኸ ትሳቐዮ ትሽግር ዘጋጥመካ ንዓኻ ስለዚ መጀመርያ መጀመርያ እቲ ናትኩም ናይ መጨረሻ ደሲዥን ትውስንዎ ንስኹም ኢኹም ህይወትኩም ክቕየር እንድሕር ኮይኑ ከዓ ናይ ህይወትኩም ቁፅፅር ኣብ ኢድኩም ከም ዘሎ ክትሓስቡ ክትክእሉ ኣለኩም እንተዘይኮይኑ ግን ካልኦት ሰባት እዮም ህይወተይ ዘበላሽዎ ካልኦት ሰባት እዮም ከምዚ ዝ- እቲ ኣብ ህይወትኩም ዘጋጠመ ነገራት ብሰንኪ ክስቶይ ብሰንኪ ክስቶይ እንዳበልኩም እንድሕር ኢድኩም ተወጣውጡ ኮንኩም ኣብ ህይወትኩም ወላ ሓንቲ ቁፅፅር የብልኩም ማለት እዩ ድሕሪ ኣብ ህይወትኩ- ኣብ ህይወትካ ቁፅፅር ክትቆፃፀሮ ህይወትካ ዘይትኽእል ድሕር ኮንካ ከዓ ዳሲት እንታይ ንምንታይ ሞ ክትደክም ዘድልየካ ንምንታይ ብዛዕባ ፓሽን እዚ ኩሉ ንዛረቦ ዘለና ትርጉም የብሉን ማለት እዩ ስለዚ መጀመርያ ናይ ህይወትኩም ሙሉእ ብሙሉእ ሓላፍነት ውሰዱ። ዋትኤቨር ትገብሩ ሰባት ከማኽርዎ ይኽእሉ እዮም፣ ነቲ ምኽሪ ውሰድዎ። መጨረሻ ውሳነ ትብሉ ግን ንስኹም ኢኹም። ምክንያቱ ሰባት ሓሳባት እዮም ዝህቡኻ። እቲ ዘጋጥመካ ሽግራት ናብኦም ስለ ዘይመጽእ ከዓ ንእግረ መገዶም ዝኾነ ሓሳባት ሼር ገይሮም ከዓ ክኾኑ እዮም። ሓደ ግዜ ከም ከምዚ ጋጢሙ ንፈልጥ ሓደ ሰብ ብዛዕባ ሓደ ጉዳይ ሲ ዝኾነ ሓሳባት ሼር ገይርኒ ተጉቲ ጉዳይ ዕብይ ዝበለ ነገር ስለ ዝነበረ ንክውስን ቁርብ ግዜ የድልየኒ ነይሩ Anyway ወሲነ እቲ ግዜ ሓሊፉ ድሕሪ ነዊሕ ግዜ ምስ ሰብ ምስ ተራኸብና ትዝክሮ ዶ ሓደ ግዜ ከምዚ ኢልካኒ ነርካ ምስ በልኩ ሰብ ኣይዝክሮን እዩ ዝገርም ነገር ፍጹም ኣይዝክሮን እዩ ዋይ ምክንያቱ ብዛዕባኡ ይኮነን እቲ ጉዳይ ብዛዕባ ህይወት ይኮነን ሰባት ንናይ ህይወትና ጉዳይ ጥራይና ብጣዕሚ ኣቴንሽን ሂብና ኣስተውዒልና ንሪኦም ብዛዕባ ናይ ካልእ እቶም ልክዕ ከም ነብሶም ገይሮም ናይ ካልእ ሰባት ጉዳይ ዝርዩ ኣዝዮም ውሑዳት እዮም እዚኦም ሰባት እዚኦም ከዓ ውሑዳት ስለ ዝኾኑ ኩሉ ሰብ ከምኡ ይኮነን ማለት እዩ ስለዚ ብዛዕባ ናይ ህይወትኩም ሓላፍነት ክትወስዱ ኣለኩም ንስኹም ኢኹም ሓላፍነት ንስኹም ትወስዱ ኣለኹም ክብለኩም ከለኹም እቲ ዘጋጥም ኩሉ ነገር ብሰንከይ እዩ ኢልኩም ክትሓስቡ ኣለኹም ሰባት ገለ ነገር ገይሮም ኹም ያ መጨረሽኡ ግን ንስኹም እዮም ኢቨን ኣዝዩ ሕማቕ ነገራት ክገብሩኹም ይኽእሉ እዮም ሰባት። መጨረሽኡ ግን ነቲ ጉዳይ ትህብዎ ምኽንያት ሪዝን ወይ ከዓ ኣረኣያ እዩ ነቲ ውፅኢት ኣብ ሂወትኩም ዘሎ ከምፅኦ ዝኽእል። ስለዚ እዚኣ ኣዝያ ወሳኒት እያ ኣብ ሂወትኩም 100% ናይ ሂወተይ ሓላፍነት ኣነ እየ ድወስድ ክትብሉ ኣለኩም። ተራብዐይቲ ኣዝያ ወሳኒት ነገር ሰለስተ ስኪል ኣለዋ ከተማዕብልወን ዘለኩም ዝኾነ ሰብ ከማዕብለን ኣለዎ ኢለ ዝሓስቡ ሰለስተ ስኪል ኣለዋ ኣብ ቢዝነስ ዘሎ ብፍላይ ሰባት እዘን ሰለስተ ነገራት ከዓ እታ ቀዳመይቲ ሴልስ እያ እታ ካልኣይቲ ማርኬቲንግ እያ እታ ሳልሰይቲ ከዓ ኔጎሽሽን እያ ኦኬ ለስ ብሬክ ዳውን እዚ እስኪ ፅቡቅ ገይረ ኤክስፕሌን ገብረልኩም ሓደ ሰብ ኣብ ዝተፈላለየ ሞያ ክህሉ ይኽእል ዶክተር ክኸውን ይኽእል መካኒክ ክኸውን ይኽእል ፈለኛ ሞ ክኸውን ይኽእል ዝተፈላለየ ሞያ ክህልዎ ይኽእል እዩ ነቲ ሞይኡ ክሸጦ ክሳብ ዘይከኣለ ግን ዕቤት ከምፅእ ኣይክእል ስለዚ እቲ ዘለኩም ስኪል እቲ ዘለኩም ሞያ እቲ ዘለኩም ክእለት ከመይ ጌርኩም ከም ትሸጥዎ ናብ ካልኦት ሰባት ክትፈልጡ ኣለኩም ነቲ ናይ ምሻጥ ክእለት መሰ ማዕበልኩም ከዓ ምስኡ ዝመፅእ ማርኬቲንግ እዩ ነቲ ዘለኩም ክእለት ከዓ ከመይ ጌርኩም ተዋዓውዕዎ ከዓ ክትፈልጡ ኣለኩም ምክንያቱ ዝበለፅካ ሼፍ ክትከውን ትኽእል ኢኻ ናይ መግቢ ክእለት ክህልወካ ክእል እዩ ኣሰራርሓ እንተኾነ ግን እስኻ ዝበለፅካ ምዃንካ ሰባት ክሳብ ዘይፈለጡ ወላ ሓደ ዓሚል ክመፀካ ይከል ስለዚ እቲ ዘለካ ክእለት እቲ ዘለካ ፕሮዳክት ዘለካ ፍልጠት ዋሬቨር እንታይ ይኹን ብዘየገድስ ሰባት ክፈልጥዎ ኣለዎም ሰባት ክፈልጥዎ ድሕር ኮይኖም ከዓ ዘድልየካ ስኪል ማርኬቲንግ እዩ ናብ ብዙሓት ሰባት ክበፅሕ ክኽእል ማለት እዩ ለሲ ኤግዛምፕል ሓደ ነገር ክበኩ ኣብ ኣሜሪካ ኣብ ካልኦት ዓለማት እውን ፍሉጥ ዝኾነ በርገር ማክዶናልድ ኣሎ ማክዶናልድ እቲ ዝበለፀ በርገር ኣይኮነን እቲ ዝበለፀ ሳንዱች ኣይኮነን እቲ ናቶም በርገር ካብኡ ዝበልፅ ኣዝዩ ብዙሕ በርገር ኣነ ንባዕለ ይፈልጥ እየ እንተኾነ ግን እቲ ናይ ማርኬቲንግ ስኪሎም ኣዝዩ ልዑል ስለ ዝኾነ እቲ ኣብ ሙሉእ ዓለም ዝበዝሐ ዝሽየጥ በርገር ማክዶናልድ እዩ ስለዚ እቲ ዘለኩም ክእለት እንታይ ምዃኑ ብዘየገድስ ማርኬት ክትገብርዎ ካብ ካልኦት ሰባት ከተዋዓውዑ ብዙሓት ሰባት ክሳብ ዘይፈለጥዎ ክሸጡ ይትኽእሉ ኣለኹም ማለት እዩ እዚኣ እታ ካልኣይቲ ተሳሰይቲ ከዓ ኔጎሽሽን ምስ ሰባት ዋጋ ዕዳጋ ምግባር ማለት እዩ ዋጋ ዕዳጋ ምግባር ከዓ ኣዝዩ ወሳኒ እዩ ምስ ሰባት ከመይ ጌርካ ኔጎሽሽን ትገብር እንድሕር ደይፈሊጥካ እቲ ዘለካ ንክሽገር ኢኻ ሓንቲ ኣብዚኣ ዝሰማዕኹዋ ነገር ኣዝያ ወሳኝ እንደኾን ንዓኹም ጠቕመኩም ትኽእል ኣነ ፈቲነያ ፕራክቲካሊ ውፅኢት ዝረኣኹላ ነገር ክነግረኩም ሓደ ሰብኣይ ሂዘ ቢሊነር ከምዚ ኢሉ ተሓቲቱ ሓንቲ ሚስጢር ናይ ኔጎሽሽን ንገረና ተባሂሉ ተሓቲቱ ሽዑ ኣብቲ መልሲ ክብ ከሎ ከምዚ ኢልዎም ምስ ሰባት ኔጎሽየት ክትገብር ከለኻ ዋጋ ዕዳጋ ክትገብር ከለኻ እንድሕር ዕዉት ኮንካ ክትወፅእ ትደሊ ኮንካ you have to be okay to let it go እቲ ዲልሲ ዋላ ተፈረሰስ ዋላ ሓንቲ ንዓኻ ፀገም ዘየምፅኣልካ ክኸውን ክኽእል ኣለዎ ሕጂ ዋላ ነቲ ነገር ነቲ ዲሉ ኣዚኻ ድለዮ እንተኾነ ግን ኣብቲ ኔጎሽየት ትገብረሉ እዋን ዋላ ኦኬ ኣነ ናተይ ሓሳብ ከምዚ እዩ ናተይ ፕላን ናተይ ዋጋ ክንድዚ እዩ ብከምዚ ድሕር ፅቡቅ ዘዋፅኦም ኮይኑ ሆተ ዘይኮይኑ ኢስ ኦኬ ዋላ ተተረፈ ዓይነት ነገር ከተስማዕ ኣለካ ኣብቲ ኔጎሽሽን እዚ ነገር እዚ ምስ ሰማዕኹ ቁርብ ናብ መጀመርያ ሸጊርን ነይሩ ድሓር ምስ ፈተንክዎ ግን ኦልሞስት 80 ፐርሰንት ይሰሪሕለይ ብከምኡ ዲል ዝገበርክዎ ነገራት ኦልሞስት 80 ፐርሰንት ዕውት ነይሩ ማለት እዩ ስለዚ እዚ ሓንቲ ፓርት ናይ ኔጎሽሽን ዝነገርኩም ግን እዚ ሰለስተ ነገራት እዚአን እንድሕር ብፍላይ ቢዝነስ ኣለኩም ኮይኑ ቢዝነስ ሃሊኩም ከመይ ጌርኩም ሴልስ ከም ትገብሩ ክእለት እንድሕር ደይብልኩም ናይ ማርኬቲንግ ከምኡ ናይ ኔጎሽሽን ክእለት እንድሕር ደይብልኩም ርግፀኛ ኮይነ እቲ ቢዝነስኩም ንነዊሕ ግዜ ክቕፅል ኣይክልን እንተቐፀለ እውን ኣዝዩ ብትሑት ኣታዊ ክቐፅል ዝኽእል እንድሕር ከተዕብይዎ ኣታዊኹም እዛ ቪድዮ እዚኣ ብዛዕባ ኣታዊ ምዕባይ ስለ ዝኾነ እንድሕር ከተዕብዮ ድሌት ኣለኩም ኮይኑ ግን እዘን ሰለስተ ነገራት እዚን ኣዝየን ወሰንቲ ነገራት ስለ ዝኾና እዚን ከተማዕብልወን ኣለኩም ሶ ናይ ሎም መዓንቲ ኣርባዕተ ነጥብታት እዚኤን እየን ነይረን እታ ቀዳመይቲ መጀመርያ እቲ ክሰርሕዎ ደልዩ ምፍላጥ እንታይ ፓሽንኩም ምፍላጥ እታ ካልኣይቲ ምስ ፈለጥኩም እቲ ክትበፅሕዎ ትደልዩ ንስኹም ኦረድ ዝበፅሕዎ ሰለባት ስለ ዘሎ ሓደ ወይ ክልተ ሜንተር ምድላይ ሳሰይቲ ሓላፍነት ምውሳድ ራብዐይቲ ከዓ እዘን ሰለስተ ስኪል እዚኤን ናይ ቢዝነስ ኣዝየን ወሰንቲ ዝኾና ሴልስ ማርኬቲንግ ን ኔጎሽሽን እዚኤን ምምሃር እዚኤን ስኪል እዚኤን ምዕባይ እዚኤን ድሕሪ ጌርኩም ኣብቲ ቢዝነስ ናትኩም ውፅኢት ክትሪኡ ኢኹም እዛ ናይ ሎማዓንቲ ቪድዮ እዚኣ ፈትያኹም ፈትኹማ ክትኮኑ ወይ ከዓ ጠቂማትኩም ክትኮኑ ተስፋ ገብር ድሕር ፈትኹማ እሞ ከዓ ጠቂማትና ኢልኩም ትሓስቡ ኣለኹም ናብ ካልኦት ዕሩኽትኩም ሼር ግበርዋ ቀፃሊ ራኽበ